ገርዓልታ ዓድኻ ሕፅር ዓድየ ተበላሒት ከም ጎጎ ወላድየ ተፈርሒት ካብ ሸማኛ ዓድየ ምኻን እኳ ናብ ኸይትኸሪ ሰላም ሰላም ናይ ፍሪደም ቻናል ተኸታተልቲ ከመይ ቀኒኻትኩም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ኣብ ዘለኹሞ ሰላም፣ ጥዕና፣ ራህዋ ምስ ኩላትኩም ይኹን። ብጣዕሚ እየ ጠፊኤ ማለት እዩ ልዕሊ ክልተ ሰሙን ገለመለ ይገብር ቪድዮ ሃብለ ይለቀቕ ማለት እዩ ብጣዕሚ እየ ጠፊኤ ይቅርታ ናወልኩ ማለት እዩ ደቂ ዓበይቲ ምስ ስራሓት ምናምን ኣይተመቻቸየን እና ደሕና ዲኹም ከመይ ቀኒኹም ኣነ ሰላም እዩ እግዚኣብሔር ይመስገን እና ብሃም እየ ጥፍእ ኢለ ማለት እዩ ስራሕ ስለዝበዝሐን ኣጋጣሚ እዩና ይቅርታ እንዳበልኩ ማለት እዩ ዩቲቤ ከዓ ብጣዕሚ ወሪዱ ኣሎ በራ ኣድቨርታይዝ ኣጋጣሚ ልዒሉኒ ዓመታዊ ኣታ ድሮ በቃ ከይሓሰብክዎ ዩቲበይ ዓመት መሊኡ ማለት እዩ ኮንግራ ዩቲብካ ዓመት መሊኡ ግን ከዓ ሰዓት ናይ ዓመት ተወዲኡ ሰዓት ምልኢ ኢሉ ኣድቨርታይዘ ኣልዒሉኒ ማለት እዩ ጋይስ ለኸምኡ እዩ ከዓ በቃ እንትን ኢሉና ዋይ ምን እዩ ከም ብሓዱሽ ላይቭ ለኣተየ ሰዓት ክመልኦ ገሌለ ተሰላችወ ማለት እዩ ግን እንግዲህ ምስ እግዚኣብሔር ፈቃድ ክመጽእየ ዝኸውን ማለት እዩ ላይቭ ከ ኣጋጣሚ እቲ ዘለኸዎ ሸበካ ብጣዕሚ ሕማቅ እዩ ዘሎና ንላይቭ ዘይምችወኒ ኮይኑ መን እዩ ኣርባዕተ ሽሕ ሰዓት ክመልኦ ሕጂ ከኣ ኣሰልችዩኒ ኢለ ኣሎ ማለት እዩና ኣምላኽ ይሓግዝ ክበሉኒ እና በረይ ተላዒሉ ኣድቨርታይ ዘይክብለኩም እየ ብካልእ እንትን ኣይኮነይ ብሕማቅ ነገር ቪድዮታት ምናምን ኣይኮነይ እግዚኣብሔር ይመስገን ግን ዓመቱ መሊኡ ኣርባዕተ ሽሕ ሰዓት መሊኡ ኣሎ ቢሉ ኣሎ ተወዲኡ ኣሎ ኢሉ ካን ብሓድሽ ከኣ ሰዓት ናይ ዓመት ምልእ ይብለኒ ኣሎ ማለት እዩና ክመልእ እየ ዝኸውን ምስ መላእኽ ክምለስ እየ ዝኸውን ይብል ተስፋ ይገብርና እንድሕር ላይቭ ብላይቭ ይልኣክና ምን ኢሎምኒ ግን ላይ ሃምዚ ቪድዮታት ክለቅቕ ተለኹለ ክሳብ መጨረሻ ቪድዮታተይ ተሪኢኹምለይ ሰዓት ክመልእ እየ ዝኾን ዝብል ተስፋ ኣለንና ቪድዮታተይ ፕሊስ ፕሊስ ፕሊስ ክሳብ መጨረሻ ርእዩለይ ላይክ ሸር ሳብስክራይብ ላገበርኩም ከዓ ላብ ኩሉ ልኽባፃሕ ተሓባበሩኒ ማለት እዩና እንድሕር ከምዚኣ ጌርኩም ተሓባቢርኩምኒ ከኣ ሰዓተይ ክመልእ እየ ልብል ተስፋ ኣለኒ ምክንያቱ ላይቭ ከይወጽእ ኮኔክሽን እቲ ናይ ገዛ ሸበካ ብጣዕሚ ኣሸጋሪ ስለ ዘለኹ እዩ ማለት እዩና ኣለኹ ዝሮ ክመጽእ እያ እና እንታይ እየ ሎማዓንቲ ሒዘልኩም መጽእ ዘለኹ ቭሎግ እዩ እዚ ጉዕዞ እዛ ዘለኽዋ ከተማስ ብቐትርሲ ርእያ ይፈልጥ ብቐትሪ ከይደ ይፈልጥና ኣጋጣሚ ብቐትሪ እናተንቀሳቐስና ብለይቲ ግዛዕ ኢና ንኸድ ብለይቲ ክንከተልና ብመኪና ብጣዕሚ ቆንጆ በቃ ኣታ ከተማስ መብራህቲ ኢለ ከለ ማዓርጎ ገለ ክብል እየ በይነይን ጸኒሐና ኣጋጣሚ ላብ እዲኣ ላኸድናን ምስ ተዓሞ እየ ቀሪጸዮ መንገዳ መንገዶም መኪና ኮይኖም ማለት እዩ ግን ማለት እዩ ቀረባ እንድዩ ዋይ ከምዚ ብቀትሪ ብፀሓይ ክትከዶ ተለካ ግን ስርሑቅ እዩ ማለት እዩ ገሪም ንፀሓይ እሞ ግደፍዎ ጠቃዕ ኢለ ብለካ ነይሩና እና ብቀትርሲ እዛ ከተማስ ዑና ምትመስል በቃ ገለ እናበልኩ ተገረምኩ የለ ባዕለይና ከርእየኩም እየ በረኻታት ገለመለ ደስ ልብል ባይ ዝውኒ እዩ በረኻታትና ብቐትሪ ብኩሉ ግዜ ብምሸት ኢና ንኸድ ነርና ናይ ሎሚ ግን ብቐትሪ ስለ ዝኸድና ስለ መኪና ኮይነ ቀሪፀልኹም ማለት እዩና ንሽተይ ውፅእ ተይልካ ደገ ከምዚ ከዓ ደስ ይልብለካና ዳርጋ በእግረይ ልተጓዓዝ ኮይኑ ትስሚዕኒ ከምዚ ቀትሪ ምንቅስቃስ ምናምን ደስ ይልብለኒ ማለት እዩና ብሃም እየ ሒዘልኩም መፅኤ ለለኹ ክብለኩም ይደሊ እናንተ እየ ክብል ደልየ እቲ ቭሎግ ካምረሎ ኮይኑ ካሊእ ፅቡቅ ፅቡቅ ቪድዮታት ከዓ ሒዘልኩም ንክመፅእ ተስፋ ገይረ ብጣዕሚ ተስፋ እኳ ይቆርፅ እዩ ዳሕና እንዴ ኣነ በእውነት ተስፋ ይቆርፅ እዩ ዳሕና እዩ ግን ኣድቨርታይ ዘይምሰልዕለኒ ግን ማለት እዩ ዋይ ምን እዩ ሕጂ ከዓ ሰዓት ክመልኦ በተለይ ዩቲዩብ ማለት እዩ ሳብስክራይብ ተኣካበ እዩ ሳብስክራይብ ፀገም የለን ብፌክ ብምናምን ምናምን ላልካ ክትመልኦ ትኽእል ኢኻ ሰዓት ንምምላእ ግን ብጣዕሚ እዩ ከቢድ እና ከይተረደኣኒ ሞንታላይዜ ካብ ለቐበለንስ ለካ ዓመቱ ገይሩ ናይ ዓመታዊ ሰዓት ተወዲኡ ኣሎ ካብ ሕጂ ከኣ ሰዓት ምልእ ኢሉኒ ማለት እዩ ላይቭ ኣይኣትን ነይረ ምክንያቱ ከምቲ ኣለኩም ኣለኹ እዩ ሸሞንተ ወርሒ ድዩ ትሽዓንተ ወርሒ ሳይኣትኹን በቃ ምስ ተቐበለንሲ ሓንቲ ወርሒ ድየ ምናምን እየ ሕልፍ ላበልኩ ገለ እየ ኣቲ ነይረ እምበይ ኣብ ድሕሪኡ ምንም ኣይኣትኹኝ ማለት እዩ ተረዲእኩም እና ብኻምኡ እዩ ከዓ እቲ ሰዓት ተወዲኡ ማለት እዩ ላይቭ ለኣተኹ ተልፀንሕ ነይረ ንእሽተይ ንእሽተይ ግን ትሰዓት ላጣራቀመ ክጸንሐኒ ነይሩ ማለት እዩ እና ሸበካ ናይ ገዛ ብጣዕሚ ሕማቅ ስቅ ኢሉ እዩ ብዙሕ ኣይሰርሕ እዩ እና ወሃሙ እዩ ሓንቲ ቪድዮ ፖስት ኢለያሲ ክልተ መዓልቲ ሰለስተ መዓልቲ ላቀ ጸረ ላዘረ ይጸንሕ ሞ ኣብቲ ለይቲ ደልዮ ሰዓት ፖስት ይኮነለይ ሰብ ምስ ደቀሰ ካብኡ ኣይረኣይ ማለት እዩ እና ልሃሙ ደሞ ሳብስክራይበይ ደሞ ካብ ሓበሻ እዞም ኣዕራብ እዞም ጻዓዱ ናምን እዮም ሎዝሕ ሳብስክራይብ ልገበሩለይና ፕሊስ ሓበሻ ይደሊ ኣለኹ ንሓበሻ ሳብስክራይብ ክትገብሩለይና ቪድዮታተይ ክትርእዩለይ ይደሊ ኣለኹ ማለት እዩ ረእዎ ብዚ መንደር ንላዕሊ ምስ በፃሕና ሲ ረእዎ ሞት ማእኸል ማለት እዩ እዚ ላዕሊ ኢና ደይብና ዘለና ስእሊ ግድሚ ነገርና ኣዋንካ ትሪኦ እቲ ከተማ ሜዳ ይመስለካ ማለት እዩ ረእዎ እሞ ናይ ዓድና እንትን ደይመስል ባይዘዊ ኣብዚ ዓዲ እቲ ግድምታቶም ረይዎ ሃምዚ ናዓድና እንትን ዝወዝሐ ኣይኮነ ቆጣቆጠ ምናምን ዝወዝሐ ይኮነ ቆጣቆጠ ክለኩምስ እዚ ተክልታት ምናምን ማለት እዩ ምክንያቱ ፀሓይ ስለዝኮነ ኣብዚ ዓዲ ሙቆት ስለዝኮነ ኣትክልቲ ብዙሕ እንትን ኣይብሉን ኣብቲ በረካታት ገለና ላሃሙ እዩና ብጣዕሚ ግን ደስ ትብል ደስ ኣይብለይ ዋይ ኣብ ደገ ዘለኹም ኣሕዋትና ግን ማለት እዩ ኣኸሎ ይሃብኩም በይ ሎሎ ሙቆት ሎሎ ፀሓይ ማለት እዩ ውይ የሕዋተይ ኩሉ ግዜ እየ ልሓስብ በቃ ከመይ ኢሎም እዮም እዞም ኣወዳት እዞም ኣብ ደገ ዝሰርሑ ዘለዎ ሲ ከመይ ኢሎም ይኽእልዎ ኣለዉ ገለ ክብልስ ብናታቶም በቃ ከግረም ገለ እየ እኒኹ ማለት እዩ ኣንሕና እኳስ ኣብ ገዛ ኮይና ሲ እቲ መከየፍ ወልዕናዮ ሲ ሕዚ ከማን መከየፍ ሽሽ ይብላ ኣለዎ ይኸውን እዩ እና ምንም በቃ እንትን የብሉን ከምዚ ዛሕለስ የብሉን ፀሓይ ስለዝኾነ ሙቐት ስለዝኾነ ምንም በቃ እቲ መከየፋትስ ከም ዘይሰርሕ መከየፍ ማለት ሲ መዝሐሊ ማለት እዩ እና ብዙሕ ዳርጋ ኣይሰርሕ እዩ እና ኣብ ደገ ለለኹም ኣሕዋተይ ከምዚ ከፍቲ ኣጣል ኣግማል ምናምን ትሕሉ ኣሕዋተይ በረኻ ምንም ለይብሉ መከየፍስ ከመይ ጌርኩም ኢኹም ትኽእልዎ ኣለኹም ብጣዕሚ ይገርምኒ እዚ ናይ ጋና ጋና እዩ ባይዘ እዚ ጋና ዝበሃል ከዓ ትፈልጡ ትኸንኩም ናይ መተወዳ ኣብዘ ነትኩም ዝሓወልቲ ትፈልጡ ኣይኹም ትኾና እኳ ኣብ ዘለኽን ትፈልጣ ኣይኹም ትኾና ምሳኸ ኢና ዘለና ሰለም በለና

መጽየ ኢለያ ለዓሞይ ማለት እዩ ምስኣ ከይደ ምክንያቱ ኣዲኣ ቅድሚ ሀዚ ከም ዝሞተት ንጌረኩም ደይ ነገርኩም ይባለከ ነይረ ኦሜጋድ ቅድሚ ሀዚ ስዒድ ፅቡቅ ውዒልና ነርና ገለ ኢለኩም ነይረ ግን ከዓ ማለት ደቂ ዓሞታተይ ሲ ዒደ ወዓልናን ኣሞየ ከምዚ መኪና ተገጫታ ኣዲኣሲ ከምዚ ከምዚ ኢለኩም ነይረ ኣጋጣሚ እዛ ሰበይቲ ከዓ ሞይታ ብሃሚያ ስራሕ በዚሕና ማለት እዩ ዛዲኣ መይታ ምናምን ማለት እዩ ብጣዕሚ ንፍትዋ ሰበይቲ ነይራ ለዋህ ጥዕይቲ ዝኾነት ግን ከ ኣይኾነይ ዕራብ ትፈቲኻየን መቸም ብጣዕሚ ለዋሃት ትኾን ንሲ በቃ ተኣምላኽካ እዩ ፎትዮን ኣይገርመኩምን ሰብ ትፈትዎ ሓደስ ዋላ ተኣምላኽ እዩ ልፎትዎ ይመስለንና ኣጋጣሚ እዚኣ ሰበይቲ ከዓ መይታ ማለት እዩ ደሓዘኒ ኢና ኣኒና ብሃም እዩ ከዓ ስራሕ በዚሒና ካብ ኩላ ኩሉ ጠፊኤ ማለት እዩ እንጂ ዳዳኣ ናቐረብና ኢና ማለት እዩ ኣብዚ ናይ ኣዳ ገዛ ርእዎም ግድሚ እዩ ናይ ዓድና ግድሚ እዩ ዝመስል ናብ ኢና ንድይብ ዘለና ተገዲንካ ኢኻ ትድይብ ማለት እዩ ናይ ቀደም ገዛውዚ ገለ ስለልኾነ በቃ በረኻ እዩ ዝመስል ናይ ዓድና እዩ ዝመስል ቦታ ማለት እዩ ግላዕሉ ናብቲ ጀበል ኢና ናብቲ ግድሚ ኢና ተፀጊዕና ዘለና እንድይብ ኣለና ናብቲ ገዛ ማለት እዩ ዋይ እቲ ከባቢ ግን ሃይላንዶ ገለ ገለ ውይ ግድሚ እንዳኾነ ሲ ንፋስ ድንዳ ምንፀዋላ እንታይ ይፍልጢ እንዚራ ይወዳል ዳና ናብ ናይ ኣዳ ገዛ ኸይድና ማለት እዩ እዚ እዩ ናይ ኣደያ ረይወት ገዛ ግን ንላዕሊ ነደይ መኒና

ባይዘዌ ግን ዋ ጋዝ ናይ ዘን ሰበይቲ ምውዲና ላይ ዳርጋ ውቃ ዳርጋ ሙሉእ ምሸት እያ ምሸያ ይብለኩም እላ ተጠበሰት ገላ መጀመሪያ ጥራሕ ሓርሽ ናይ ቢልናያ ካብኡ ቡና እቲና ከዓ ሰለስተ ግዜ ኢና እቲናሉ ቡና ድርቅ ኢሉ ገላ እና ብጣዕሚ ቆንጆ ኮይና ተወፊናትለይ ጀበናየ ማለት እዩ ቡና ናይ መቸም ናይ ቡና ሱስ ካምለለኒ ትፈልጢኹም ኣብ ቡና ዘነነረኣያ ማለት እዩና ኣለኹ እየ ልምባል እየ እዚ ሒዘልኩም መፅእ ዘለኹ እናረእዎም ኣብ ወፎፍና ከመይ እዚ ረሲና ረሲና ኣብ መበል ካልኣይ እንትን እዩ ቢሉ ኣብ መጨረሻ ረእዋ ከምዚኣ ገይራ ከምዚኣ ኮይና ብልጭልጭ ደስ ክትብል በቃ ዓይንኻን ገለን ብጣዕሚ ደስ ክትብል ኮይና ተወፊና ምናምን ማለት እዩ ቡና ኣፍሊሕና ኣላ እስኪ ክንጥዕማ ኢልና ኢና ብዚኣ ክልተ ፍንጃል ጌርና ክንጥዕማ ቡና ኣገረ ኢልና ምዛ ጓል እኮይ ማለት ኢና እዚ መስራይዎ ቡናና ከዓ ይቀዳሕ ኣለኩ ማለት ኢና ላይክ ሸር ሳብስክራይብ እናገበርኩም ተሓባበሩና ኣይጠፍእ ደገም ክመፅእ እየ እንዳበልኩ ኣነ ብዚ ክፍለየኩም እየ ማለት እታ ቡናና ግን ከምዚኣ ጌርና ጥዕምቲ ቡና ናይ ሓድሽ ጀበና ይመስሊ ባይዘዊ ብጣዕሚ ይጥዑምና ኣለኹ እየ ልምባል እዩ